ገለ ዓይነት ዝኾነ ሕቶታት ከዳልወልና ኣለኒ ውሽጠሰ እዚኣ ከመይ ኣብ ጥበብ ደሓን ዝኾነ ፍርያት ከም ዘፍርኻ ሰባት ገይሮም ክሳብ ሕጂ ግን ስራሕኻ ናብ ሰብ ኣይተ

ንዓይ እኳ ክንደይ ቻነላት እኮ እየን ኢንተርቪው ክንገብረልካ ኢለን ዝልምናን ኣነ ግን ነብሰይ ከዕቢ ደስ ስለ ዘይብለኒ ትሕት ኢልካ ምኻድ እየ ዝመርፅ ትሕት ኢለ ከዓ እኸይድ ኣለኹ
ዝዓርከ ኢንተርቪው ከይትገብር ግደፍ ኣብ ዩቱብ ተኮይኑ ከይ ትገብር ኣብ ኤሪቲቭ ተኮይኑ በላ ዩቱብ ተኮይና ግን ትትረፍካ ዝዓርከ ሌበል ኣታ ዝኾነ ይኹን እዋ ጥራይ ምስ ህዝቢ ትላለየሉ ይኹን ጥራይ እ ሓቀይ እንዴ ኣቱም ሰባት ህዝበይ ጋሻ ኣይኮነ ሕጂ ክላለየኒ ህዝበይ ካብ ቀደም ይፈልጠኒ እቲ ጸገም ኣነ ንህዝበይ ብሓሳባት ስለ ዝቕድሞ ንኣይ ክረዳድኣኒ ይክእል እዩ ህዝቢ ዘይፈልጠ እስከ እስከ ስምዖ እሞ እስከ መጀመርታ እሞ ተረድኡ ህዝቢ ዘይፈልጠኒ ድሕር ተዝኾን ነይሩስ እዛ ጋዜጠኛ ከመይ ምፅኣ ቴሌፎነይ ደው ኢላ ተይልኩም ትሓስቡ ኣራይ ደሓን ሕጂ ሲ ግደፎ እሞ እቲ ካልእ ኣበይ ኢኻ ኢንተርቪው ክትገብር ኣብ ዩቱብ ድዩ ዋላ ኣብ ኤሪ ቲቪ
ሓንቲ ዓባይ ቻነል ኣላ ልዕሊ ሓደ ሚልዮን ዝኸውን ሳብስክራይብ ዘለዋ ማለት ዳጋ ቲቪ እያ ኣብኡ ቁርብ ካብዚ ቀንጠመን ጠገለ ዝሰርሕዎ ከዓ ለውጢ ተኾኖም ወይ ኣብ ቁርብ ክንሕግዞም ደሊና እንታይ ደኣ
እንታይ ሓሞ ክትብል ደርፍታትካሲ ብዘይካ ክልቴና ዝፈልጦ ኣሎ ኣብዚ ገዛ ህዝቢ ከማን ዘይፈልጠካ እንታይ ግበር ትብሎ ኣለካ እዚ ህዝቢ ኡይ ኣበይ በልዎ ይወደይ መሽ ከምዚ ኢልካ ከም ዝትሓስብ በል ንክትፈልጥ ናተይ ኣስተማቅርቲ ኣለዎ እዚ ኩሉ ካብ ደርፍታተይ ተቋራጭ ዝስራሕ ዘሎ ደርፍታት ከቃልዖ እየ ንክትፈልጥ ኣታ ከመይ ዝተዘመተ ደራፋይ ኣሎ ብዛዕባ እዚ ክዛረብ ኣይክእልን እዚ ኣየዛርብን ኢልኩም ትሓስቡ
ኣስተማቕርትኻ ዝፈልጦ እዩ ካብዞም ኣፍሪቃ ነፍሪቃውያን ገለ እዮም ግን እታ ጋዜጠኛ ሲ እቶም ዝተዘመትካዮም ዘርፍታት ትፈልጦም ድያ ትፈልጦም ኣታ እንታይ ዓይነት ኣተሓስባ ኢኹም ሒዝኩም ዘለኹም ኣታ ዋ፣ ብዛዕባይ ዘይፈልጥ ደራፋይ ኣሎ ኢልካ ትሓስብ ንክትፈልጥ ኩሉ ጸገማተይን ሽግራተይን ንደገፍተይ ዝነግረሉ እዋናት በጺሑ እዩ ኩሉ ምስጢራተይ ከዓ ክነግሮም እዩ ክድሕድሐሎም እዩ ኦ፣
ተዓልያ ሰበብ በል ደሓን ዕረ

ደሊኪ ኔረ እየ። ብቀዳማይ ከይተረደእኪ ከይፈለጥኪ ሞራል ዝትንክፍ ዘረባ ተዛሪብክኒ። ብዘይ ፍላጥ ምዃንኪ ግን ኣነ ኣይሓዝኩልክን። ኣነ ጀማሪ ደራፋይ ኣይኮንኩን። ንዳድ ቀስ ጌርኪ ረድእዮ።
ኣይተረዳእኻንን። ዳድ ንኽንደይ ንኣሽቱ ድምጻውያን ከተባብዕ ተበግሶ ወሲዱ እዩ። ግን ሓደ ካብቶም ኩሎም ዘተባብዖም ሓደ ክተባዕ ኣይረኣየን። ብኸመይ እዩ ኸኣ ወፍሩ ናብ ኮክ ስቱድዮ ገይርዎም? ኣቲ ኣቲ ንዓይ ክረኽበኒ ነይርዎ ኣቲ ንዓይ ክረኽበኒ ነይርዎ ኣቲ እዚ ኩሉ ዓመታት ኣበይ ተሰዊርክኒ ነይርኪ ኣቲ ምሳይ ኣራኽብ እየ እምበር ወፍሩ ኣብዚ ዓዲ ከም ዝገብር ክገብሮ እያ ኣቲ ኣነ ከለኹስ ናብ ኮክ ስቱድዮ ክኸይድ ዋ ኣቲ ኣነ እኳ ኩሉ ስታይለይ እኳ ከምዚ ናይ ኮክ ስቱድዮ እዩ ሃብታም ኣፍሪቃዊ ህርመታትና ኣብ ዓለም ጽልዋ ክገብር እየ ዝደሊ ንኣብነት ኣብ ኣንጋና ኣብ ህርመት ትግርኛ ክሲ ከም ትሰርጥ እንትገበርኩ ኣነ ነዚ ክርዳእ ዘይዝኽእል ክሳብ ክስእን ኣነ ልዕሊ እዚ እንታይ ክገብር ደሊኹም ኣታ በጃኹም ኣታ በጃኹም ኣጋጣሚ ግና መዶን ግና ተራኺብና ኮይንና እምበር ዳዲ እኮ ካብቶም መዓልታዊ ዘጉህዎ ዝጫጩሑ ንኣሽቱ ደረፍቲ ቀዳማይ ንስኻ ኢኻ ክትረኽቦ ነይርካ ኦይ
ሕጂስ ኣብዚሕክዮ ዋ ትም ኢልና ተሰማዕና ክዚ እዞም ዓበይቲ ደረፍቲ ንብሎም ዘለና እኮ ንኣሽቱ ኮይኖም እዮም ጀሚሮሞ መስለኒ ሓቀይ እንዴ ኣታ ስቕ በል ስቕ በል ስቕ በል ሓቂ ኣላ ቁሩብ ሊዛስ ክትጋገ ኢልካ ትሓስብ ስቕ በል በጃኻ ድርቡሽ ኣንታ ስማዕ ኣባ እዞም ናይ ሕጂ ደረፍቲ እኳ ኣንኳን ንሊዛን ንዳድንሲ ኣይ ሙሉ ህዝቢ እንዲኦም ኣውጊዮም ዘለዉ ዳኒ ሊዛ ድኣ እንታይ ገይሮም ኣውሪዱ ኣሎ እንታይ ገይሮም ታወዲ
ኣብ ገጽካ ሃጡፍ ትብል ዘለኻ ደይ ባዕልስኹም ኢኹም እቶም ደረፍቲ ጠንቅሊ ዕዲ ሸንካየ ደይ ናብ ነብስኻ
ነውራሕሲ ቤት ምሽ በርኣብሲ ኩቱ ናይ ባህጊ ደርፊ እዩ ዘለዎ እምበር ደራፋይ ኣይኮነን ኢልኒ ነይሩ እኮ ተጋጊ ማለት እዩ እንታይ

እዚ ወዲ ከምዚ ኒዳዲ ክፈልጦ ዘለዎ እምበርከ እዚ ተፈሊጡ ዳድ ግድን እዩ ኣባይ ዓቢ ወፍሪ ክገብር
ስምዓኒ ዳዲ እኮ ሸቃጣ እዩ ፍቕሪ ጥበብካ ከዓኒ ከሰንብዶ እምበር ክፈትሖ ኣይክእልን እዩ ንሱ ከመይ ገይሩ ገንዘብ ይእክብ ደኣ እምበር ጥበብ ከመይ ይዓቢ ክሓስብ ግዜ የብሉን ንዓኻስ እንቋዕ ግርህ ኢለ የላለኹኻ
ራሕሲ ክሰምዓ ጸኒሕኻ እንታይ ትብል ነይራ ኡይ ባርኣብ ሓወይ ሎብ ዘበን ተደፊርካ ኢኻ ሃየ ንነገር ኢድካ ስብስብ ኣብዚ ዘሎ ኹናት ኣነ ውን ክሕግዘካ እየ ዋው።
ተጠንቀቑ
ዳዲ እንታይ ዓይነት ሰብ ምዃኑ ኣይትፈልጥዎን ኢኹም። ዊል ስሚዝ ንክሪስ ሮክ ምስ ሃረሞ ቀዳማይ ቅሬትኡ ዘስመዐ ኣፍሪቃዊ ዳዲ እዩ ክትፈልጡ። ንክሪስ ሮክ ከም ዝገበረ ንዓኹም እንታይ ከም ዝገብረኩም ይርደኣኩም እዩ መቸም። ጋይስ ክሪስ ሮክ ከማን ንዳዲ ናይ ምስጋና ወረቀት ሰርትፊኬት ዝሰደደሉ ኣብ ገዛና ኣሎ ተራኢኹም ጽባሕ ክቀንጸልኩም ይኽእል እየ። ሰላም ወሰናይ ኣብ መላእ ዓለም ኮንኩም ነዚ መደብና ትከታተሉ ዘለኹም እምበኣርከስ ከምቲ ዝሓለፈ ፍሉይ ኩርናዕ ሒዘ ክመፀኩም ኢለኩም ነይረ ንሎሚ ሒዘልኩም መፅኤ ዘለኹ እቲ ክቡር ህቡብ ስነ ጥበባዊ ድምፃዊ ተወልደ ሒዘ መፅ ካብ ከቋርፆ ክእል ህዝበይ እኒ መሰረት ዘንበረለይ ረዚን ስም ኣለኒ ባርኣብ ባርኣብ ኢል ክፀውዕኒ ኦኬ ጋይስ ዳሓን ከም ሓድሽ ንጀምር ሰላም ወሰናይ ኣብ መላእ ዓለም ኮንኩም ነዚ ናተይ ሸው ትከታተሉ ዘለኹም እምበኣርከስ ኣብ ዝሓለፈ ፍልይ ዝበለ ኩርናዕ ሒዘ ክመፀኩም ኢለኩም ነይረ ንሎሚ ሒዘልኩም መፅየ ዘለኹ እቲ ክቡር ህቡብ ትስፉው ደራፋይ ባርኣብ እዩ ሐራይ ባርኣብ ንመእተዊ መደብ ክኾነና ምስ ነብስኻ ዶ ክተላልየና?
ኣነ እኳ ፍሉጥ እዩ ከምቶም ካልኦት ካብ እከለ ካብ ኣቦይ እከለ ካብ ኣደይ እከለ ኣብ ቤት ምስ ኣንጀርጆ ተማሂረ ኢለ ከምዘየላልየኪ ፍሉጥ እዩ። ነታ ነብስኻ ኣላሊትኒ ኢልካያ ሕቶ ግን ብኻልእ ኩርናዕ ጠሚተ ክምልሰልኪ ክፍትን እየ። ህዝቢ ህዝቢ እኳ ኣቐዲሙ ኩሉ ህይወተይ ፈሊጥዎ እዩ። ማለት እንታይ ይበልዕ፣ እንታይ ይሰቲ፣ እንታይ ይሰርሕ ኩሉ ፈሊጥዎ እዩ። ሕጂ ከምዚ ኢለ ክላለዮ ጽቡቕ ኣይኮነን። ኮዝ ህዝበይ ኣጸቢቑ እዩ ዝፈልጠኒ።
ሕራይ ብጣዕሚ ጽቡቕ መብርሂ እዩ። ናብቲ ዝሰርሖ ስርሓትካ ክንከይድ፣ ኣብ ግጥምታትካ ስርሓትካ ፍሉይ ኣንግላት ኢኻ ትጥቀም።
ብቐዳማይ እኮ ኣብ ገለ ተነቒፈልኪ ነይረ ኣሊና ነይርና። ኣነ ደመት እዋይ ክልተ ሞት እንዳበልኩ ከልቅስ ኣይደልን እየ። ኣነ ክኢላ ናይ ፍቕሪ እንዳበልኩ ክቆዝም ኣይደልን እየ። ኣነ ስዲ ስዲ እንዳበልኩ ኣብ ፍቖዶ ኣንጎሎታት ክደርፍ ኣይደልን እየ። ኣነ ኣይመቸኣክ እንዳበልኩ ንበዳሊት ክዳናገጽ ኣይክእልን። እዚ ክገብር ዘይክእል እንድሕር ተኾይነ የዕንተይ ናብ ካልእ ነገራት ክጥምታ ይግደዳ። ብከምዚ ዓይነት ምክንያት እዩ ከዓ ግጥምታተይ ካልእ ኩርናዕ ካልእ ኣንግል ኣትሒዙ ዝመጽእ ማለት እዩ።
ሕራይ በራብ ኣብ ጥበብ ደሓን ዝኾነ ፍርያት ከም ዘቕረብካ መቕርብካ ነጊሮምኒ እዮም ክሳዕ ሕጂ ግን ዘፍረኻዮ ጥበብ ብዙሕ የለን እተን ዘቕረብካን ከዓ ብዙሕ ተቐባልነት ኣይረኸባ ካት
እዛ ሓቶ ካበይ ኣምፅእያ ኣነ ከምዚ ነገራት ኣይፀሓፍኩልክን ዋ ናትካ እያ ንዓ ባዕልኻ ረኣይኻያ ስለ ዘመሓየሽኩ እያ ካልእ ኮይና ተሰሚዓትካ ዘላ እሞ ብካልእ መግብታት ጌርክ መሓሻ እታ ተቐባልነት ኣይነበሮን ትብል ኣልግስ እያ እለ እያ እሞ ኣብቲ ክኸውን እዩ ተፃሒፎ ደላ በዓልካ እኮ ከሂብካኒ ኣቲ ብናይ ቴክኒክ ፀገም እያ ኣትያ ዘላ
ደሓን ዝኾነ ጌርና ክነመሓይሻ ኢና እንታይ እሞ ጋይስ
ናብዘይ ፊልም ናብዘይ

ግጥምታተይ ከም ዕፉን እዮም ተጨጭፎም፣ ደርፍታተይ ከም ሕሱም እዮም ተቆቂዮም። ናይ ሓንቲ ግጥምታት መስመረይ ናብ ሓንቲ ደርፊ ዘጽርይዋ ዓዋሉ ስነ ጥበብ ተፈጢሮም። ይገርመኪ እዩ ከምዚ ናይ ሓዋላ ማለት እዩ። ሓንቲ ደርፊ ዓሰርተ ክልተ መስመር ግጥምታት እንድሕር ተለዋስ ናብ ዓሰርተ ክልተ ደርፍታት የሽርፍዋ ማለት እኮ እዩ።
እሞ ሕጋዊ መሰር ገለ ተጠቂምካ ኮፒራይት ገለ ክትሓትት ወይ ክትሕብር ኣይከኣልን ድዩ? ኣነ ኣብ ኣድምጽ ቄንሳት ዓለም እዩ እዚ ብዙሕ ሰብ ዝፈልጦ እዩ ማለት ካብ ሰብ እውን ዝኽወል ነገር ኣይኮነን እንተ ሓቲተ በቲ ማሕበር ናተይ ጠበቃ ክግበረለይ ይኽእል እዩ ጠበቃይ ብዲግሪ ዝተመረቐ ዒስራ ዓመት ዝሰርሐ ኣልቤናዊ ምሁር እዩ ከረኻኽበሎም ይኽእል ግን እቶም ዝበልኩኺ ዓዋሉ ናይ ስነ ጥበብ ናብ ሕጊ ከም ዘይወርድ ገይሮም እዮም ንግጥምታተይ ንደርፍታተይ ዘላዚሎሞ ዘለዉ ሕጂ ሽፍንፍን ዘይብሉ ብግልፂ ክዛረብ እዩ ንኣብነት ሕድገት ትብል ደርፈይ ብካልእ ቀይሩ እዚ መን እዩ ክትብልዮ ጉዕ ዝብልዎ ቃርያ ቃርያ ንሱ ሕጂ ብሓዲገላ ትብል ግጥሚ ገይሩ ሰሪሕዋ ኣሎ ቃላት እዩ ዝሕጂ ነቲ ሕድገት እዩ ሓዲገላ ዝብል ዘሎ ካልእ እንታይ እሞ ክብለኪ እየ እዞም ንእሽተይ ሽም ረኺቦም ነዚ ህዝቢ ኣራግፅ ወዲኦሞ ዘለዉ ካብ ናተይ ግጥምታት ጨላሊፎም እዮም ሽም ረኺቦም ዘለዉ ካብ ግጥመይ ወላ ሓደ ሰብ ዘይቀንጠበ የለን ንኣብነት ሕጂ ኣነ ኣይጠዓማን ዝብል እንድሕር ሓሳብ ተምፅኤ ነቲ ሓሳብ ወሲዶም ኣይመችኤክን ኢሎም የቕርቦ ከምዚ ምስ በዛሓካ ነቲ ስነ ጥበብ ክትገርፎ ትደሊ በቃ ካብኡ ክትክወል ትደሊ ግን እንታይ እሞ ክትገብር ጥበብ ፍቅሪ ኣብ ውሽጥካ ተሎ ከዓ ፀገም ኣነን ጥበብ ከዓ ከብድን መግብን እዩ ከመይ ገይረ ብክወፀ ስነ ጥበብ ስነ ጥበብ ከዓ ባሕሪ እዩ እንተኣቲኻዮ ክትወጽእ ኣይትኽእል ኢኻ ኣብኣ ኣለኻ
ኤህ ምስኪናይ ከቢድ ሽግር እዩ ጎኒፍካ እሞ ብኸምኡ ኢኻ እስካ ሕጂ ጥበብ ካብ ህዝቢ ዘቕረብካዮ ማለት እዩ ያ
ምስዚ ዝበልኩኺ ተታሓሒዙ ዝኸይድ እውን ካልእ ሽግራት ኣሎ ግጥምታተይን ዜማታተይን ከምዑ ስም እዩ ተጨጭፉ ተጨጭፉ ተቐላጢፎም ከየስተውዓሉ እዮም ብሃታሃታ ከኣ ናብ ህዝቢ ዘቕርቡ። ንኣብነት ሓንቲ ደርፈይ ኣብ ዓሰርተ ክልተ ደርፍታት ምስ ተመቓቐለት ሰብ ሃታሃታ ኢሉ ካብተን ዓሰርተ ክልተ ነተን ዝተቋናጨላ ሃታሃታ ኢሉ ይሰምዐ። ህዝቢ ነተን ብሃታሃታ ዝተሰርሓት ዓሰርተ ክልተ ደርፍታት ሰሚዖን ምስ ጸንሐ ኣነ ከመይ ገይረ ክሰርሕ ይኽእል? እንተ ሰሪሐዮ ከኣ ባርኣብ ካብ ዓሰርተ ክልተ ደርፍታት ሓንቲ ደርፊ ጸሚቑ ሰሪሑ ኢሉ ዘይሓሚ ህዝቢ ከኣ ኣይስኣንን። ህዝበይ ከኣ ብኸም ዝቐንጠብጠብ ስለ ዘይፈልጠኒ ኣነ ንህዝበይ ከጉህዮ ይደልን እየ። ክብረተ ሒዘ ስቕ ምባል ሕሸኒ ኢለ መሪጸ ስቕ ኢለ ኣለኹ። ሓቅኻ ኢኻ ክትስቕ ትሓይሽ። ግን ባርኣብ ክሓተካ እስታይልካ ካባኻ ቆቢዕካ ገለስ ኣብ ገለ ገለ ናይ ባርያን ናይ ኣብርሃምን ምስሊ ኣለካ። እዝ ሓቶኺ ተሓጎስ እያ ኣነ ኸኣ መንፈሰይ ኩሉ ነገረይ ደስ ስለ ዝብለኒ ባርኣብ እዛ ቆቢዕ ትሪኣ ኣለኺ ዶ ባርኣብ እዚኣ ናይ ክልቴና ናይ ሰለስቴና ቲም ወርቅ እያ።
ሓድሽ ፍሉይ ስነጥበባዊ ብምዃንካ እንድዒ ንተዓዛቢ ደስ ከየበሎ ኣይተርፍን እዩ። ሕራይ እምበኣር ክቡራት ተዓዘብትና ናይ ሎሚ ሒዝናልኩም ቀሪብና ዝነበርና መደብ ቀዳማይ ክፋል ኣብዚ ይውድእ። ምስዚ ባርኣብ ዝሃበና ሕጽር ዝበለ ግዜ ኣብዚ ወዲእና ኣለና። ኣብ ዝመጽእ ክፋል ብፍሉይ ብስፍሕ ዝበለ ሒዘልኩም ክመጽእ እየ ከምቲ ልሙድ ኮመንት ሼር ሳብስክራይብ ኣይትረስዑና ምሳኹም ዝጸናሕኩ ሜሎዲ ሓፍ ካብ ማእከል ኤርትራ እየ ባይ ባይ
ትመን ዶ እዩ ዝሓፍተይ ኣነ ቀቢፀ ይቀብፀክን ግን ሓንቲ ሕቶ ክሓተኪ ከመይ ጌርኪ ኢኺ ምስ ጓሓፍ ዝትኽእል
ኣንታ እንተኾንካ እንዳ ባርያ ፍቕሪ ዕውር እዩ እንተይኮንኩም እንትብሉ እዞም ደረፍቲ ከም ዝመራሕኩም መን እዩ
ባርያ ከምኡ ኢሉ ኣብርሃም ከምኡ ኢሉ ከምኡ ይበለን ኣብርሃም ዕስማን ሕጂ ከምኣ ይበለን

ስምዓኒ ክነግረካ እንስኻ ፈሊጥካ ምውዕላል ኣይተንጥር ሎሚ ኩሉ ጉድካ ከውፅእ በቐዳማይ ባርኣብሲ ደራፊ ይኮነን ግን ደራፊ ናይ ምዃን ኩቱር ባህጊ እዩ ዘለዎ ዝበለካ ኣቐይምካ ድዩ ኣቱም ሰባት ኣነ ዘይፈትዎ ዘረባ ሕጂ ትደግሞ ኣላ ጥበብ ብጥበብ ዝመፀኒ ከም ዘይፈቱ እባ ንገርዋ በጃኹም

ፍቅሪ ቤብ ኣይርድኣንን እዩ ይፈትዎ ድየ ኣይፈትዎን እየ ከማን ፍፁም እዩ ዘይርድኣኒ
ኣንቲ ከመይ ገይሩ ክርደእኪ ዋ፣ ብክንደይ ቆፅለ መፅለ ናይ ጎጃም እንዲኺ ተደፊንኪ ዘለኺ ባዳ ኣብ ግደ ግደ ባታወቲ ምሽጥር ናይ ዝገዛ ይተሓሎ ግደ ግጠም ግጠም ኣይተብለዋ ናይ መን ምስጢር እናተዘርዎ ናይ መን ምስጢር ክሕሎ ሎሚ ሓደ ኣለ ሕጂ ሊዛ ሓፍቲ ሓንቲ ነገር ክመኽረኪ ምዝምዛም ንዳር ፅቡቕ ኣይኮነን ንዓኺ ፅቡቕ ኣይኮነን ሕስብ ከብሎ ከለኹ እኮ እቲ ዘሕረሰኒ ወዲ ሆንግ ኮንግ ዶክተር ንማሚ ምስ ወዱ ከተኣሳስረኒ ነጊሩዋ ነይሩ። ኣነ ግን ፍቕሪ ምስ ወዲ ሮባኻ ዝብል ፍልስፍና እዩ ዘለኒ። ሀይ ግርም ዕምጽኺ ኣንቺ ባህሊ ግርም ገር ወዲ ሮባኻ ይግርም የግዳሲ እዚ መን እዩ ክደልክዮ እዚ ችን በልክዮ እዚ ችን በልክዮ እዚ ኣብቲ ዝሓለፈ ወዲ ቻይና ኢልክና ነርኪ ክበብ ቢሉ ዳኣ ሕጂ ወዲ ሆ እዚ እንታይ ክትብልዮ ሆንኮን ኮይኑ ኣቲ ሬዲ እዚ ዓርክኻ ሆንግ ኮንኮ ኣካል ቻይና ምዃናስ ኣይኣምንን ድዩ ገርመኪ እዩ ቁሩብ ዋሕዲ ሬዲ ጉዳይ ቻይና ብቻይና ወረጠታ ንምንታይ እዚ ጉዳይ ኣብዚታት ተውርድዮ ኣለኺ ሰምዑኒ
ጉዳያት ታይላን ቻይናን ኣብዚ ገዛ የላን ኣብዚ ገዛ ዘይተወደአ ጉዳይ ጎጃም ኣላ ሓቂ ትነገር
ቤቢ ኣብዚ ገዛ እንታይ ጨንዎ ኣሎ ኣፍንጫኹም ድዩ ዘይጥዑይ ወላስ ኣነ እየ ሰንሰቲቭ ኮይነ ዘለኹ

ሓቅኺ ቤቤ ኣብዚ ገዛ ድሞትታት ጫጮ ኣሎ ኣብዚ ገዛ
ዝሞተታን ጭወ ኣቱም ሰባት ዝሞተት ኣንጭዋ የላ ዝሞተት መራኸ የላ ዝሞተ ሹዝን እግርን ግን ኣብዚ ገዛ ኣሎ
ቤቢ ፍቅርና ከምቲ ዝበልኩ ብጣዕሚ ተጠማቲ እዩ ብዙሕ ሰብ እዩ ብፍቅርና ዝቐኒ ከምኡ ስለ ዝኾነ እዩ ኣነ ከዓ በይንና ብሕት ኢልና ካልኦት ሓሳዳት ገለ መለ ዘይብሉ ክረኽበኪ ዝደሊ ቤቢ ተርዲኪ ኣቲ ሰብ በቲ ዝርድአኪ ደርፊ ዶ ክነግረኪ

ቅድሚ ሕጂ ብርሃን ኣእምሮ ትብል ኣብ ዕለታዊ ህይወትና ፍኖተ ዓወት ዝኾነት መጽሓፍ ተርጊሙ ዘቕረበልና ዕቑባይ በርሀ እነሆ ሎሚ እውን ምስጢር ብቑዓት መራሕቲ ትብል ናይ ትርጉም መጽሓፍ ጀባ ይብለና። ብቑዓት መራሕቲ ዝበሃሉ ከመይ ዝበሉ እዮም? መራሒ እንተዘይኮይንካ እንታይ ደኣ ኢኻ? ኩልና ብውሕዱ ናይ ህይወትና መራሕቲ ኢና። መፍትሕ ጥበባት መሪሕነት እንታይ እዩ? ዓበይቲ መራሕቲ እንታይ እዮም ዝፈልጡ? ነዛ መጽሓፍ ብምንባብ ነቲ ምስጢር ተምሃርዎ። ነዛ መጽሓፍ ብምንባብ ነቲ ምስጢር ኣብ ግብሪ ኣውዕልዎ። ናይ ምምራሕ ብቕዓትኩም ጥራይ ዘይኮነ ህይወትኩም እውን ክቕየር እዩ። እዛ ኣብ መላእ ዓለም ብዓሰርተታት ሚልዮናት ተሸጠት መጽሓፍ እንሆ ብትግርኛ ተተርጒማ ኣብ መላእ ዓለም ትዝርጋሕ ኣላ። ኣብ ከብሒ ነፍሲ ወከፍና ክትህሉ ዘለዋ መጽሓፍ እያ መጽሓፍ ብርሃን ኣእምሮ እውን ንኻልኣይ ግዜ ተሓቲማ ትዝርጋሕ ኣላ ክልቲእን ዘን መጽሓፍቲ ንምዕዳግ ሚኪ ኣብርሃም 356 a gmail com ተወከሱ